ሒዘያዶ ክኸይድ ክሓድጋ እናበለ ኣብ ከቢድ ሓሳብ ወዲቑ ክጭነቕ ከሎ መልኣክ እግዚኣብሄር ብራእይ ብሕልሚ ተዛረቦ። ሕልሚ ዝረኣ ብሰለስተ ወገን እዩ፣ ካብ መልኣኽ፣ ካብ ሰይጣን፣ ካብ ባህርያት፣ ካብ ሓሞታት ይርከብ። በልቀም፣ ደም፣ ሳፍራ፣ ሳውዳ ዝበሃሉ ባህርያት ኣለዉ። በልቀም እሳታዊ፣ ደም ማያዊ፣ ሳፍራ ነፈሳዊ፣ ሳውዳ መሬታዊ እዩ። ቁጽሪ ሓደ፣ ባህርየ እሳት ክብርትዕ ከሎ ሰብ ብሕልሙ ሓዊ ክነድድ ይርኢ። ክልተ፣ ባህርየ ማይ ክብርትዕ ከሎ ሰብ ብሕልሙ ፈቀዶ ማይ ይሓድር። ሰለስተ፣ ባህርየ ንፋስ ክብርትዕ ከሎ ክነፍር ይሓድር። ኣርባዕተ፣ ባህርየ መሬት ክብርትዕ ከሎ ሰብ ናይ ሕርሻ መሬት ይርኢ። ካብ ሰይጣን ዝርከብ ንሄሮድስ ዝተራእዮ እዩ። እግዝእትነ ማርያም ካብኡ ሃዲማ ክትስደድ ከላ ኣብዚ ወዓለት ኣብዚ ሓደረት እናበለ የታልሎ ነበረ። ካብ መልኣኽ ዝርከብ ድማ ከምዚ ንዮሴፍ ዝተራእዮ እዩ። እንዘ ይብል ኦ ዬሴፍ ወልደ ዳዊት ኢትፍራህ ነሲኦታ ለማርያም ፍህርትከ፣ ኦ ዬሴፍ ወዲ ዳዊት፣ ማርያም ሕጽይትኻ ምውሳድ ኣይትፍራህ እናበለ ብራእይ ተዛረቦ። እቲ ካብኣ ዝውለድ ካብ መንፈስ ቅዱስ ስለ ዝኾነ ማለት ብንጽህና ብቅድስና ስለ ዝኾነ ወዲ ክትወልድ እያ ንሱ ንህዝቡ ካብ ሓጢኣቶም ከድሕኖም እዩ እሞ ስሙ ኢየሱስ ክትብሎ እያ ኢየሱስ መድኃኒ ማለት እዩ ኢየሱስ ኢሉ ንባቡ ከድሕኖም እዩ ኢሉ ትርጉሙ ገለጸ። ኃይሎ ለስም ወፍካሬሁ ኣብጽሃ ቅዱስ መልኣክ ቅዱስ መልኣኽ ኃይሊ ስሙን ትርጉሙን ገለጸ ከም ዝብል ቅዱስ ቄርሎስ ክፍሊ ትሽዓተ ወዚ ኩሉ ዘኮነ ከመ ይትፈጸም እዚ ኩሉ ድማ ዝተባህለ እምሃበ እግዚኣብሔር እግዚኣብሔር ብነቢይ እንሆ ድንግል ክትጸንስ ወዲ እውን ክትወልድ እያ ስሙ ከኣ ኣማኑኤል ክስመ እዩ እናበለ ዝተዛረቦ ምእንቲ ክፍጸም ኮነ ትርጉሙ ከኣ ኣምላኽ ምሳና ማለት እዩ ኢሳይያስ ሸውዓተ ዓሰርተ ኣርባዕተ መግለጺ ኣማኑኤል ማለት ባህሪ ሰብ ስለ ዝለበሰ ብጸጋ ብኩነት ምሳና ሓደ እዩ ማለት እዩ። እቲ መልኣኽ ንዮስየፍ ዝነገሮ ብቛንቋ እብራይስጥ እዩ፣ ወንጀላዊ ዝጸሓፎ ከኣ ብቛንቋ እብራይስጥ እዩ። ስለምንታይ ደኣ ይትርጉመሎም እንተበልና ምሁራን ዝፈልጥዎ ዘይተማህሩ ህዝቢ ግና ዘይፈልጦ ሓደ ሓደ ቃላት ስለ ዝርከብ ንዕኡ ንምግላጽ እዩ ዝተርጎመሎም። ንኣብነት ቅዱስ ቄርሎስ ብዛዕባ ነገር ንስጥሮስ ናብ ጉባኤ ንፍቅዲ ንፍርዲ ክቀርብ ከሎ ንስኻ ሕድረት ካብ በልካ ወንጀላዊ ኢኻ ነቲ ኣማኑኤል ዝብል ንባብ ኣምላኽ ምሳና ኢሉ ካብ ተርጎሞ ወንጀላዊ እምብኣር ተጋግዩ እዩ ኢሉ ረቲዕዎ እዩ መጽሐፈ ሊቃውንት ዮሐንስ ወንጀላዊ ንሰብ እለኣሳን ግሪኽ ወንጀለ ማቴዎስ ክሰብከለም ከሎ ኣማኑኤል ማለት ኣምላኽ ምሳና እዩ ኢሉ ተርጉምሎም እዩ። ኣማኑኤል ዝብል ቃል ካብ እብራይስጥ ኣምላኽ ምሳና ዝብል ትርጉሙ ካብ ሰብ እልኣሳን መጺኡልና። ንመረዳእታ ወለዛቲ ብስራት ሰበኻ ዮሃንስ ብሃገረ ኤልሳ ይብል በቅድመ ወንጀል የስየፍ ካብ ድቃሱ ተንሲኡ መልኣክ እግዚኣብሔር ከም ዝኣዘዞ ገበረ ንማርያም ሕጽይቱ ድማ ወሰዳ መግለጺ የስየፍ ናብ ኣይሁድ ናብ ጉባኤ ኣይሁድ ወሰዳ ኣይሁድ ከኣ ስለ ዝሓመይዋ ማይ ዘለፋ ኣስተይዋ እንተኾነ ወኣጽደለ ገጻ እምብርሃነ ጸሓይ ዘወርኅ ኔሳን ገጻ ኣብ ቅድሚኦም ከም ጸሓይ ወርሒ ሚያዝያ ማኅ ኢሉ በርሀ ይብል ተኣምረ ኢየሱስ። ወኢያእመራ እስከ ኣመ ወለደት ወልደ ዘበኵራ ቀደማይ በኵሪ ወዳ ክሳዕ እትወልድ ኣይፈለጣን ሕዝቅኤል ኣርባዕተ ኣርባዕተ ካብ ሓደ ክሳብ ክልተ። ካልኣይ በኵሪ ምእመናን ዝኾነ ወዳ ክሳዕ እትወልድ ኣይፈለጣን ሮሜ ሸሞንተ ዕስራን ትሽዓተን፣ መዝሙር ዳዊት ሰመንያን ትሽዓተን ዕስራን ሸውዓተን፣ መግለጺ ድሕሪኡኸ ብግብሪ ፈሊጥዋ ድዩ እንተበልና ፍጻሜ ዘይብሉ እስከ መስተጻምር ኢዩ። ንኣብነት ሜልኮል ጓል ሳኦል ክሳዕ ዕለተ ሞታ ውሉድ ኣይነበራን ይብል፣ ካልኣይ ሳሙኤል ሽዱሽተ ዕስራን ሰለስተን፣ ወጸውኡ ስሞ ኢየሱስሃ ዘበኵራ ወዘጸውኡ ኢየሱስ ኢሎም ዝጸውዕዎ ብኽሪ ወዳ ክሳዕ ትወልድ ኣይፈለጣን። እግዝእትነ ማርያም ንጎይታ ጠኒሳ ከላ ሕብሪ ገጻ ሓደ ግዜ ከም ቀይሕ ዕምበባ ሓደ ግዜ ከም ጻዕዳ ዕምበባ ይለዋወጥ ስለ ዝነበረ ዮስዮፍ መልክዓ ፈልዩ ኣይፈለጣን ይብል ዮውሃንስ ኣፈወርቅ ስንክሳር ዓሰርተ ክልተ ግንቦት ከምኡውን ዮሴፍ ሓሙሽተ ነገራት ርእዩ ክሳዕ ዝርድኦ ኣይፈለጣን ማለት ምምጻእ ኣምሃ ዝሓዙ ሰብ ጥበብ፣ ኣካይዳ ኮኾብ ብፍሉይ መገዲ፣ ማቴዎስ ክልተ፣ ትሽዓተ ክሳብ ዓሰርተ ሓደ፣ ብግዜ ልደት ንጓሶት ዝተጋህደሎም ክብሪ ኣምላኽ፣ እቶም ጓሶት ኣዝዮም ከም ዝፈርሑ፣ ሉቃስ ክልተ፣ ሸሞንተ፣ ዕስራ ዓሰርተ ማለት ክብሪ ንኣምላኽ ኣብ ኣርያም ሰላም ከኣ ኣብ ምድሪ ሉቃስ ሽዱሽተ ክልተ ዓሰርተ ኣርባዕተ ዝብል ናይ መላእኽቲ ምስጋና ማለት በዚ ዝተጠቕሰ ሓሙሽተ ነገራት ክሳዕ ዝርእን ዝሰምዕን እታ ብትንቢት ድንግል ክትጸንስ እያ ዝተባህለ ንሳ ቅድስት ድንግል ማርያም ከም ዝኾነት እቲ ወዲ ዝተባህለ ድማ ክርስቶስ ከም ዝኾነ ኣይፈለጠን ነበረ ቅዱስ ኤራ ቅሊጢስ ሃይማኖተ ኣበው ኣርብዓን ትሽዓተን ሰላሳን ትሽዓተን ምዕራፍ ክልተ ጉባኤ ምምጻእ ሰብ ጥበብ በእንተ ምጽኣተ ሰብኣ ሰገል ምምጻእ ሰብ ጥበብ ጎይታ ኢየሱስ ብዘመነ ሄሮድስ ብዘመነ ንጉስ ሄሮድስ ኣብ ቤተልሔም ምድረ ይሁዳ ምስ ተወልደ እንሆ ካብ ሃገር ምብራቕ ዝተላዕሉ ሰብ ጥበብ መጹ እቲ ዝተወልደ ንጉስ ኣይሁድ ኣበይ ኣሎ ኮኸቡ ብምስራቕ ርኢና እሞ ክንሰግደሉ መጺእና እናበሉ ናብ ኢየሩሳሌም በጽሑ። መግለጺ መጽሓፍ ክጸሓፍ ወለዶ ክቑጸር ከሎ ብዘመን ንጉስ እገሌ ምባል ልሙድ እዩ። ታሪኽ፣ ሄሮድስ ሰላሳን ሸውዓተን ዓመት ቅድሚ ልደተ ክርስቶስ ኣብ ሃገረ ኣይሁድ ነጊሱ ዝነበረ ቀዳማይ ሄሮድስ ምዃኑ እዩ። እስክንድር ዝበሃል ሰብ እስክንድርያ ዝተባህለት ሰበይቲ ኣእትዩ ኣትሮፕሎስን ሕርቃሎስን ወለደ። ኣብ ግዜ ሞቱ ኣትሮብሎስ ካህን ህርቃሎስ ንጉስ ክዀኑ ተላበወ። እሞ ህርቃሎስ ነገሰ። ሄሮድስ ንመንግስቲ እስራኤል ምኽንያት ይደሊ ስለ ዝነበረ ንኽልቲኦም ኣሕዋት ኣጋጭዩ ህርቃሎስ ከም ዝቕተል ገበረ። ድሕሪ እዚ ኣትሮብሎስ ነገሰ። ኣርስጣሉስ ወዲ ህርቃሎስ ከኣ ንኣትሮብሎስ ኣካሉ ከም ዝጐድል ገበሮ። እታ መንግስቲ ኸኣ ኣብ መንጎ ተረፈት። በዚ ምኽንያት ሄሮድስ ንሓብቶም ማርያም ኣእትዩ ነገሰ። እንተኾነ ብዘመኑ ሰማያዊ ንጉስ ክርስቶስ ተወልደ፣ ነግሰ፣ ቤተ ልሄም፣ ቤተ ልሄም ምጥቃሱ ከኣ ዝተነግረ ትንቢት ምሳሌን ምእንቲ ክፍጸም እዩ። ትንቢት ወኣንትኒ ቤተ ልሄም ምድረ ኤፍራታ ተባሂሉ ዝተነግረ እዩ፣ ሚክያስ ሓሙሽተ ክልተ። ምሳሌ ካሌብ ካብቶም ምድረ ርስት ክስልዩ ሙሴ ዝለኣኾም ሰለይቲ ሓደ እዩ። ዘኍልቍ ዓሰርተ ሰለስተ ሓደ፣ ምድረ ርስት ምስ ኣተዉ፣ ኤፍራታ እትበሃል ሰበይቲ ኣእትዩ ወዲ ወለደ። ቀዳማይ ዜና መዋዕል ክልተ ሓሙሽተ፣ ብስም ወዱ ቤተ ልሔም ምድረ ኤፍራታ ተባህለት። ቤተ ልሔም ማለት ቤተ ኅብስቲ ማለት እዩ። ቤት ናይ እግዝእትነ ማርያም ኅብስቲ ናይ ወዳ ምሳሌ እዩ። ሰብ ጥበብ ላዕለዋይ ወላዲኦም ዝረደሸት ይበሃል ዝደረሰት ይበሃል ኣብ ጥቓ ዓይኒ ማይ ተቐሚጡ ጥበብ ክመራመር ከሎ ህጻን ዝሓቖፈት ድንግል ኣብ ሰሌዳ ኮኾብ ተሳኢላ ረኣየ እሞ ጽሒፈ ኣብ ቤተ መዛግብቲ ኣብ ቤተ ጽሒፉ ኣብ ቤተ መዛግብቲ ኣንበሮ። እዚ ኾኾብ እዚ ክረኣ ከሎ ሰማያዊ ንጉስ ክውለድ እዩ እሞ ኬድኩም ስገድሉ ኢልዎም ስለ ዝነበረ፣ በዚ ምኽንያት ብኾኾብ ተመሪሖም ናብ ኢየሩሳሌም መጹ። ከምኡውን ነገስታት ተርሴስን ደሴትን ገጸ በርኸት ከቕርብሉ፣ ነገስታት ሳባን ዓረብን ድማ ውህበታት ከምጽኡሉ እዮም፣ ኵሎም ነገስታት ከኣ ኣብ ቅድሚኡ ኪሰግዱ እዮም። መዝሙር ዳዊት ሰብዓን ክልተን፣ ዓሰርተ ክሳብ ዓሰርተ ሓደ ተባሂሉ ዝተነግረ ትንቢት ምእንቲ ኪፍጸም፣ ወርቂ፣ ዕጣን፣ ከርበ ሒዞም ብኾኾብ ተመሪሖም መጹ። ሓደ፣ ብኾኾብ ዝመርሖም ስለምንታይ እዩ እንተበልና፣ ኮኾብ የምልኹ ስለ ዝነበሩ ብዝለመድዎ ንምስሓብ እዩ። ክልተ፣ በለዓም ካብ ያእቆብ ኮኾብ ክወጽእ ካብ እስራኤል ከኣ በትሪ መንግስቲ ክትትንስእ እያ። ዘኍልቍ ዕስራን ኣርባዕተን ዓሰርተ ሸውዓተ ዝበሎ ትንቢት ሰሚዖም ብኮኾብ ተመሪሖም መጹ። እቲ ዝተወልደ ንጉስ ኣይሁድ ኣበይ ኣሎ ምባሎም ከኣ ማእከላይ ስም ስለ ዝተገልጸሎም እዩ። ላዕለዋይ ስም እቲ ዝተወልደ ኣምላኽ እስራኤል ኣበይ ኣሎ እንተ እንተዝብሉ ሓሳቦም ብእስራኤል ቅቡል ኣይምኾነን። ታሕተዋይ ስም እቲ ዝተወልደ ህጻን ኣበይ ኣሎ እንተ ዝብሉ ድማ ኣብ ሃገር እስራኤል ካብ ዝውለዱ ህጻናት ኣየናይ ክበሃል ምእንቲ ከይብልዎም ማእከላይ ስም ተገሊጽሎም እቲ ዝተወልደ ንጉስ ኣይሁድ ኣበይ ኣሎ በሉ ወሰሚኦ ሄሮድስ ንጉስ ደንገጸ ወተሃውከ ንጉስ ሄሮድስ ነዚ ሰሚዑ ሰንበደ ተሸበረ መግለጺ ኣብ ኣይሁድ ነጊሰ ዘለኹ ኣነ እየ ከመይ ዝበለ ንጉሥ ደኣ እዩ ተወሊዱ ብምባል ሰምበደ። ወኩላ ኢየሩሳሌም ምስሌሁ፣ ኩላ ኢየሩሳሌም ድማ ምስኡ ተሸበረት። ናይ ንጉሥ ሞት ናይ ፀሓይ ዕርበት ንኹሉ ስለ ዝኾነ ምስኡ ተሸበረት። ምክንያቱ ሲማር፣ በዲዳስፋ፣ ሜልኩ ዝበሃሉ ሰለስተ ነገስታት ኣእላፍ ሰራዊት ኣኸቲሎም ከም ዝመጹ ሰሚዑ ተሸበረ። እታ ኸተማ እውን ክማርኹና ኢዮም ብምባል ምስኡ ተሸበረት። ሄሮድስ ንዅሎም ሊቃነ ካህናትን ናይ ህዝቢ መማህራንን ሕግን ኣኪቡ ክርስቶስ ኣበይ ኢዩ ዝውለድ ኢሉ ሓተቶም። ንሳቶም ድማ ብነብዪ ኸምዚ ዚስዕብ ተጻሒፉ ስለ ዘሎ፣ ኣብ ቤተ ልሄም ምድሪ ይሁዳ እዩ በልዎ። ቀዳማይ፣ ኣቲ ቤተ ልሄም ምድሪ ኤፍራታ፣ ንህዝበይ እስራኤል ብስጋ ዝጓሰዮም ሹም ካባኺ ኪወጽእ እዩ እሞ፣ ካብ ሹማምንቲ ይሁዳ ከቶ ኣይክትንእስን ኢኺ ዚብል ብነብዪ ጽሑፍ ስለ ዘሎ፣ ኣብ ቤተ ልሄም ናይ ይሁዳ እዩ በልዎ። ሚልክያስ ሓሙሽተ ክልተ። መግለጺ ከምቲ ነቢይ ሚክያስ ዝተነበየላ ዘሩባቤል ነጊሱላ ነጋሪት ተሰሚዑላ እዩ እም እስራኤል ደገ ጸኒዖምላ ኣህዛብ ገቢሮምላ እዮም ወኣንትኒ ቤተልሔም ምድረ ኤፍራታ ካልኣይ ቤተልሔም ምድረ ኤፍራታ ንህዝበይ እስራኤል ዝሕሉ ንጉስ ክርስቶስ ካባኺ ስለ ዝውለድ ካብ ከተማታት ሹማምንቲ ይሁዳ ከቶ ኣይትንእስን ኢኺ መግለጺ ዙርባቤል ከም ዝነገሰ፣ ክርስቶስ ተወሊዱላ፣ ነጋሪት ከም ዝተሰምዓላ፣ ቅዳሴ መላእኽቲ ተሰሚዑላ እዩ። ሉቃስ ክልተ ዓሰርተ ኣርባዕተ፣ ኣሕዛብ ከም ዝገበሩላ፣ ሰብ ጥበብ ገቢሮም ገቢሮሙላ እዮም። ወኣንትኒ ቤተልሔም ምድረ ኤፍራታ፣ ሳልሳይ ካብ ቤተ ይሁዳ ዝተወለድኪ ቤት ሕብስቲ ማርያም፣ ብህዝበይ እስራኤል ዘነፍስ ዝሕሉ ክርስቶስ ካባኺ ክውለድ እዩ እሞ ካብ ነገስታት ይሁዳ ከቶ ኣይትንእስን ኢኺ። ብድሕሪ እዚ ሄሮድስ ንሰብ ጥበብ ብሕቡ ጸውዖም። ቀዳማይ ካብቶም ካብኣቶም ድማ ዘመን እቲ ዝተራእዮም ኮኾብ ኣጸቢቑ ተረድእ። ካልኣይ። ብመጠን ግዜ ናይቲ ዝተራእዮም ኮኾብ ናይቲ ህጻን ዕድመ ሓቲቱ ተረደ። ናብ ቤተ ልሄም ድማ ሰደዶም። ኬድኩም ብዛዕባ እቲ ህጻን ኣረጋጊጽኩም መርምሩ፣ ምስ ረኸብኩምዉ ኣነ ኸኣ መጺኤ ምእንቲ ክሰግደሉ ንገሩኒ በሎም። መግለጺ ሄሮድሳውያን ተንኮል ልማዶም ስለ ዝኾነ ክሰግድሉ ክሰግደሉ በለ እምበር ኣስ ሓሳቡስ ክቀትሎ እዩ ከምኡውን እቶም ክሰግድሉ ዝመጹ ሰብ ጥበብ እምነቶም ምእንቲ ክጸንዓሎም መንፈስ ቅዱስ ኣፉ ከፊቱ ኣነ ከኣ መጺኤ ክሰግደሉ እየ ከም ዝብል ገበሮ ንሳቶም ከኣ ካብ ንጉስ ሰሚዖም ከዱ እንሆ እቲ ብምብራቅ ዝረኣይዎ ኮኾብ ኣብ ቤተልሔም ክሳዕ ዘብጽሖም ይመርሖም ነበረ ኣብ ልዕሊ እቲ እቲ ህጻን ዘለዋ በዓቲ ከኣ ደው በለ። ነቲ ኮኾብ ምስ ረኣይዎ ኣዝዩ ብዙሕ ሓጎስ ተሓጎሱ። መግለጺ ንኽልተ ዓመት ዝተጓዕዙ ነገር ስለ ዝተፈጸመሎም እዚ ኩሉ መሪሑ መሪሑ ኣብ ባሕሪ ድዩ ከጥሕለና ኣብ ገደል ድዩ ከጽድፈና እናበሉ ይጠራጠሩ ነይሮም። ኣብቲ ዝደልይዎ ቦታ በጺሑ ደው ኢሉ ስለ ዝረኣይዎ ብብዙሕ ሓጐስ ተሓጐሱ በለ። ወበዊኦሙ ውስተ ቤት ርእይዎ ለህጻን ምስለ ማርያም እሙ። ቀዳማይ ናብ ቤት ኣትዮም ነቲ ሕጻን ምስ ማርያም ኣዲኡ ረኣይዎ። ካልኣይ ነቲ ህጻን ምስ ኣዲኡ ማርያም ርእዮም ነቲ ኣብ ኢዶም ዝነበረ ስእሊ ኮኾብ ዝመሳሰሎ ኮይኑ ምስ ረኣይዎ ብዙሕ ተሓጐሱ። ሓተታዊ መግለጺ ቤት በዓቲ ጎል ይብል መብልእ ማለት እዩ፣ ሉቃስ ክልተ ሸውዓተ። ተደፊኦም ከኣ ሰገዱሉ። ሳጽኖም ከፊቶም ከኣ ወርቂ ዕጣን ከርቤ ገጸ በረከት ሃብዎ። ወርቂ ናይ ንግስነቱ ዕጣን ናይ ኣምላኽነቱ ከርቤ ናይ ሞቱ ምሳሌ እዩ። ወርቂ እንገብረሎም ነገስታት ቅድም ፍጡራን ደሓር ከኣ ሓለፍቲ እዮም ንስኻ ግና ቅድም ዘይተፈጠርካ ደሓር ከኣ ሕልፈት ዘይብልካ ኢኻ። ዕጣን እንዓጥኖም ጣኦታት ቅድም ዝተፈጥሩ ደሓር ከኣ ሓለፍቲ ጠፋእቲ እዮም። ንስኻ ግና ቅድም ዘይተፈጠርካ ደሓር ከኣ ዘይትሓልፍ ህያው እኻ። ከርቤ ኣምጽእሉ። በለ ምንም እኳ ቅድም ዘይተፈጠርካ ደሓር እውን ዘይትሓልፍ ህያው እንተ ኾይንካ ብዝለበስካዮ ስጋ መሪር ሞት ክትጥዕም ኢኻ ክብሉ ወርቂ ዕጣን ከርብየ ገበርሉ። ወርቂ ዝገበርሉ በለ ወርቂ ጽሩይ እዩ ጽሩየ ባህሪ ኢኻ ዕጣን ምኡዝ እዩ ምኡዝ ባህሪ ኢኻ ክብሉ ከርብየ ንዝተሰብረ ዝጽግን ንዝተፈላለየ ሓደ ዝገብር እዩ ንስኻ ድማ ካብ ማህበረ መላእኽቲ ዝተፈልዩ ንዝነ ተፈልዩ ንዝነበረ ኣዳም ጽንዓት ነፍሲ ሂብካ ናብ ማኅበረ መላእኽቲ ክትመልሶ ኢኻ ክብሉ ወርቂ ዕጣን ከርቤ ገበርሉ። ወርቂ ጽሩይ እዩ፣ ብኣኻ ዝኣምኑ ምእመናን ከኣ ጽሩያን ምግባር ሃይማኖት እዮም። ጽሩያን፣ ጽሩያነ ምግባር ሃይማኖት እዮም። ዕጣን ምኡዝ እዩ፣ ብኣኻ ዝኣምኑ ምእመናን ከኣ ምኡዛነ ምግባር ወሃይማኖት እዮም። ከርቤ ብቑሙ ብዕለተ ስቅለት ዝቕበሎ ስለ ዝኾነ ወርቅን ዕጣንን ከርቤን ገበርሉ። ወርቂ ናይ ሃይማኖት ወርቂ ብሓዊ ይኹላዕ፣ ሃይማኖት ከኣ ብመከራ ይፍተን። ዕጣን ናይ ተስፋ ዕጣን ካብ ርሑቕ ከም ዝሽትት ተስፋ ከኣ ንዝረሓቐ ከም ቀረባ ይገብሮ። ከርቤ ናይ ፍቕሪ ምሳሌ እዩ፣ ሃይማኖት፣ ተስፋ፣ ፍቕሪ ናትካ ገንዘብ እዩ ክብሉ ወርቂ ዕጣን ከርቤ ገበርሉ። ወርቂ ናይ ሰማእታት ፈቲኖም ፈተኖሙ ለሰማእት ከመ ወርቅ በእሳት ይብሎም። ዕጣን ናይ ባሕታውያን ካብ ርሑቕ ከም ዝሽትት ባሕታውያን ከኣ ብተስፋ ይነብሩ። ከርቤ ናይ ምእመናን ምሳሌ ከርቤ ንዝተፈላለየ ሓደ ዝገብር እዩ፣ ምእመናን ድማ ብፍቕሪ ሓደ ስለ ዝኾኑ እዩ። ወርቂ ናይ መላእኽቲ ዕጣን ናይ ደቂ ኣዳም ከርቤ ናይ ካልእ ፍጥረት ምሳሌ እዩ፣ ፊልጵስዩስ ክልተ ሸሞንተ ዓሰርተ ሓደ። መላእክቲ ደቂ ኣዳም ካልእ ፍጥረት ናትካ ገንዘብ እዮም ክብሉ ወርቂ ዕጣን ከርቤ ገበርሉ። ነዚ ሰለስተ ንዋያት ሒዞም ዝመጹ ነገስታት ማንቱሲማር፣ በዲዳስፋራ፣ ሚልኩ ይበሃሉ። ተኣምረ ኢየሱስ እዚ ሰለስተ ንዋያት ካበይ ዝተረኽበ እዩ እንተበልና ስላሴ ንሰለስተ መላእክቲ ሃብዎም። ሰለስተ መላእክቲ ቅዱስ ሚካኤል፣ ቅዱስ ገብርኤል፣ ቅዱስ ሩፋኤል ከኣ ኣምጺኦም ንኣዳም ሃብዎ ኣዳም ከኣ ንስኢ ህጻንች ኢሉ ንሄዋን ሃባ ሄዋን ንሴት ሃበቶ ካብ ሴት ካብ ትውልዲ ናብ ትውልዲ ክወርድ ክዋረድ